ሰላም ሰላም ክቡራት ተኸታተልቲ መደብና ከመይ ኣለኹም? ደሓን ዲኹም? ኣነ ፅቡቅ ኣለኹ ይመስገን። ማርኬስ ክብራት ተኸታተልትና ሎማዓንቲ ከምቲ ልሙድ ሓድሽ ቪድዮ መፅኢኩም ኣለኹ ንሱ ከዓ ብዛዕባ ከመይ ጌርና ኢና ቪድዮ ኤዲቲንግ ንገብር ቅድሚ ናብ ዩቲዩብ ምፅዓና ከመይ ጌርና ነቀናብሮ ዝብል እዩ ማለት እዩ ንሱ ከዓ ብዙሕ ዓይነት ኣፕሊኬሽናት ኣለኩም ክተቀናብርሉ ትኽእሉ ከም በዓል ከብካት ማለት እዩ እዚኣ ብጣዕሚ ምርጥ እያ ከም ተወሳኺ ከዓ ካይን ማስተር ብዙሓት ኣለዋ እዚኣ ማለት እዩ ኣነ ዝጥቀመላ መብዛሕትኡ ሰዓት ግን እዚኣ እያ ብዙሕ ፕሮሰስ ዘለዋ ኣይኮነትን ከምቲ ዝደልዮ ዓይነት ዝተንጸባረቐለይ ኣይኮነትን። እንተኾነ ግን ብኸመይ ይፈትዋ መሲልኩም እተን በተለይ ካብካት ማለት እዚያ ብጣዕሚ ምርጥ እያ። እንተኾነ ግን ሞባይለይ ስለ ዝመልአ ክተስርሐኒ ኣይከኣለትን ማለት እየ። ይተእትወንን እያ ከምቲ ዝደልዮ ከዓ ክትሰርሐሉ ኣይከኣለትን። ስለዚ ዘለኒ መማረፂት እዚኣ እያ ማለት እዩ። እዚኣ ቅልል ዝበለት እያ ብዙሕ ፕሮሰሳት ከ የብላን ማለት እዩ። ከምቲ ኣነ ዝደልዮ ዓይነት ኣቀነባብራ ገይረ ከቀናብራ ኣይክእልን ግን ብዝተኽኣለኒ መጠን ምስቲ ሞባይል እውን መሊኣ ስለ ዘላ ዘላኒ መማረፂት ንሳ ስለ ዝኾነት ብኣኣ እየ ዘቀናብር ማለት እዩ። ንስኹም ግን በቲ ከብካት ወይ ከዓ ካይን ማስተር ጌርኩም ክተቀናብሩ ትኽእሉ ኢኹም ማለት እዩ። እምበኣር ከስ ሓቢርና ናብ ምቅንባርና ቅድሚኡ ግን መጀመርያ እቲ ቪድዮ ተዘጋጅዩ ክፀንሕ ኣለዎ። ቪድዮኹም ኣዘጋጅኹም ወዲኹም ዝብል መጀመርያ ሕቶ ዝመፅእ እወ ተኮይኑ ቀጥታ ናብ ቪድዮ ማከር ዝብል ክሊክ ንገብር ማለት እዩ። ከምዚ ጌርና ክሊክ ምስ ገበርና ከምዘይልመፀልና እዚ ኢና ቅድሚ ሕዚ ዘቀናበርክዎ እዩ ንሕና ዘድልየና ግን ሓዱሽ ስለ ዝኾነ እዚኣ እዛ ኒው ፕሮጀክት ትብል ዘላ እዛ ፕላስ ትብል ዘላ ማለት እዩ ንዓኣ ክሊክ ንገብራ ከምዚ ጌርና እሞ ሽዑ ከምዚ ልመፀልና እዚ ማለት ዝደለኽዮ ቪድዮ ኣምፅኡ እየ ይብለኒ ኣሎ ማለት እዩ ስለዚ ንዓኹም ንምርኣይ ስለ ዝኾነ እዚ ናይ ጥሕሎ ቪድዮ ከምፀኣልኩም እየ ሽዑ ከምዚ ኢሉ ንዓ ክሊክ ምስ ገበርኳ ከምዚ ኢሉ መፀለይ ሽዑ መሊሰ ነዚ ኣነ ዘቐያሕ ማለት እዩ ክሊክ ይገብራ ከምዚ ኢልኻ ይመፀለይ ማለት እዩ ቅድሚ ኩሉ ነገር ከምዚ ገይሩ ምስ መፀልና ቅድሚ ኩሉ ነገር እንታይ ኢና ክንገብር ዘለና እንተዳ ኢልኩምኒ ኣብ ዘለኩም ኣብ ታሕቲ ማለት እዚ ኩሉ ፕሮሰሳት ክነቀናብረሉ ንኽእል ሙዚቃ ክንገብር እንተደሊና ክንፅሕፍ እንተደሊና ከምዚ እቲ ቪድዮና እውን ክነቀላጥፈሉ እንተደሊና ዝብሉ ነገራት እዩ ዘሎ እቲ ሓንቲ ዓባይ ነገር እዚኣ ዘይረኸብኩዋ ባክግራውንድ ምቅያር እየ ዘይረኸብኩ ማለት እዩ ክብካት እያ ዘላ ብዝኾነ ግን ደሓን ፀገም የብሉን ብዘለና ክንሰርሕ ኢና ሕዚ ሕዚ ከድና ከምዚ ንገብር እሞ ኣብ ዝላትኩም ራይውን ነዚኣ ክሊክ ክንገብራ ኢና ማለት እዩ ከምዚ ጌርና ክሊክ ምስ ገበርና ኣብዚ ኣሎ ናይ ኢንስታግራም፣ ናይ ቴለግራም፣ ናይ ቲክቶክ፣ ናይ ፌስቡክ፣ ናይ ትዊተር ናይ ምንታይ ኢኻ ትደሊ ዝብል ኣማራፅታት ይመፅና እሞ ንሕና ንደልያ ግን ዓሰርተ ሽዱሽተ ብትሽዓን እንትትብል ናይ ዩትዩብ ምልክት ዘላ ኣብዚ ዘላ ማለት እዩ ንዓ ኢና ንደሊ ስለዚ እንታይ ንገብር ንዓ ክሊክ ንገብር ክሊክ ምስ ገበርናያ ከምዚ ልመፅልና እሞ ራይት ንብሎ ማለት በዚ ራይት ንብሎ ኦኬ ከምዚ ልመፀልና ማለት እዩ ርእይዎ እዚ ፃዕዳ ፃዕዳ ኮይኑ ዘሎ ብክልተ ወገን ባክግራውንድ ካብ ካቲ ዝኸውን ዝኾነ ዘንፀባርቕ ደስ ዝብል ፎቶ ጌርና ክነስተኻኽሎ ነይርና ኢና እንተኾነ ግን ኣብዚ ኣይረኸብኩይ ማለት እዩ ክሳብ ሕዚ ፈትሸ ኣይረኸብኩን ክህልውን ይኽእል እዩ ሰኣን ብዙሕ ኣፍልጦ እምበር ክህልውን ይኽእል እዩ ግን ኣይረኸብኩላን ከብካቲ ይቅርታ ግን ኣሎ ማለት እዩ እና ኣብዚ ግን ስለ ዘየለ በቃ ከም ዘለዎ ይኹን ንበል እሞ ሽዑ እንታይ ኢና ንገብር ንብል እቲ ቪድዮ ከምዚ ትሪእዎ ዘለኹም ዝቆራረፅ ዝስተኻኸል እንተድኣ ሃልይዎ ነስተኻኽሎ። ንኣብነት ክንቖርጽ ምስ ንደሊ እንታይ ኢና ንገብር እንተድኣ ኢልኩምኒ፣ ንባዕሉ ነዚ ማለት ነዚ ትርእይዎ ዘለኹም ከምዚ ጌርኩም ሓንቲ ግዜ ክሊክ ትገብርዎ ከምዚ ጌርኩም ሽዑ መሊስኩም ስሕብ ተብልዎ ብኢድኩም ከምዚ ጌርኩም ማለት እዩ ስሕብ ምስ ኣበልኩምዎ ኣብዚ ኣለኩም ኣብዚ ኣሎ ናይ መቐስ ትቖርጽዎ ነገር እንተድኣ ሃልዩ ኣብዚ ከኣ ከምዚ ገደብ ትፈላልይዎ እቲ ቪድዮስ ቁርፅ ኣቢልኩም ሓንቲ ግዜ ክትፈላልይዎ ምስ ትደልዩ ማለት እዩ። ንኣብነት ክትቆርፁ ምስ ትደልዩ መጀመርያ ኢኹም ትፈላልይዎ ምስ ፈለኹም ኢኹም ድሓር እቲ ዘየድልየኩም ትቆርፅዎ ማለት እዩ። ከም ኣብነት ገይረ ከርእየኩም እዚኣ ማለት እዩ ንዓ ክሊክ ክገብረ ራይዎ ከምዚ ገይሩ ፈሊለየሎ ማለት እዩ። ተፈልዩ ይኸው ኣብዚ መስመር መፂልኩም ኣሎ። እዛ ቪድዮ ሲ ኣብ ክሊ ተፈልለ ኣሎ ንኣብነት እዚኣ እንድሕር ደኣ ክድለት ደልየ ኮይና ኣነ ክድልታ ይኽእል እየ ማለት እዩ ብኸመይ እየ ዝድልታ ኣብ ዝላትኩም ድሌት ትብል ከዓ ክሊክ ተገይረያ ትድለት ኣላ ቪድዮ ማለት እዩ ዝኾነ ግን ክድልት ኣይደለን ንዓኹም ንምርኣይ ኢለ እምበር ክድልት ኣይደለን እሺ ካልእ ከ እንታይ ዝጠቕመና እንተዳ ኢልኩም ኣብዚ ኣብ መንጎ ከኣ ማለት እዩ ኣብ መንጎ ዝኾነ ካሊእ ዓይነት ኣብ መንጎ እቲ ጥሕሎሲ ምሽ ኣብ ክልተ ክፍል ኣቢልናዮ እቲ ቪድዮ ስለዚ ኣብ መንጎ ዝኾነ ቪድዮ ክተእትዩ ምስ ትደልዩ ወይ ፎቶ ክኸውን ይኽእል ወይ ዝኾነ ነገር ኣብነት ዝኾነ ቪድዮ ወይ ፎቶ ክተእትዉ ምስ ትደልዩ ነዚኣ ነዛ ፕላስ ትብል ክሊክ ትገብርዋ ማለት እዩ ክሊክ ምስ ገበርኩም ኣብነት ንብል ኣብነት ቪድዮ ተደሊኹም እውን ኣብ ዘለኩም ትእትዉ ትኽእሉ ኢኹም ኣነ ግን ሕዚ ንኣብነት ናይ ኣዶናይ ሓውና ፎቶ ገይረ ኣለኹ ይኸው ርኢኹማ ርኢኹማ ይኸው ኣብ መንጎ ኣትያ ማለት እዩ ኣብ መንጎ እቲ ናይ ጥሕሎ ስራሕ ኣትያትልና ኣላ ማለት እዩ ከምዛ ትሪእዋ ዘለኹም እዚ ንከምዚ ይጠቅም ንዝጠቅም ነገር እየ ዘርእየኩም ዘለኹ መሊስኩም ከዓ ነዚ ሕፃፅ ዘሎ ሶሪ ነዚ ሕፃፅ ዘሎ ነዚ ንኽእ ተብልዎ እሞ ከምዚ ጌርኩም ሽዑ ዝኾነ ኣብዚ ኣለኩም ዝደለኹሞ ዓይነት መቀናበሪ የምፀልኩም እቲ ቪድዮ ናብ ኣዶናይ ሓውና ክኣቲ ከሎ ስኢሊ በቃ ብዘይ ኣክሽን ካብ ዝኣቲ ዝኾነ ኣክሽን ገይሩ ንክኣትወልኩም ምስ ትደልዩ ሕዚ ንኣብነት እዚኣ ንገብር ከምዚ ማለት ይራይዎ ትሪእዎ ኣለኹም ኢኹም መቸምስ ኣይዎ ደስ ዝበለኩም ዓይነት ስታይል ግብር ኣብልኩም ይኸው ከምዚ ጌርኩም ተእትዩሉ ማለት እዩ ይኸው እታ ሕፃፅ ዝነበረት እንታይ ኮይና ኣላ ትሪእዋ ኣለኹም እዚኣን እዚኣን ፍልልይ ኣለወን። እዚኣ ማለት መቀናበሪ ስለ ዘእተኹላያ እዚኣ ግን ገና ይኣትወታን። ስለዚ ክንገብረላ ኢና ንሓኣ እውን ክሊክ ንገብራ ንሓኣ ማለት እዩ። ከምኡ እንታይ ኢና ንገብር ሕዚ ከምዚ ንገብር ኢና ማለት እዩ። ኦኬ ይኸው እእቲና ኣላ ማለት እዩ። እእቲና ኣላ ማለት እዩ። በቃ ክንድልቶ ተደሊና ኸ እቲ ናይ ኣዶናይ ሓውና ክንድልቶ ተደሊና ከምቲ ዓንቶ ይዘረኹም ነዛ ፎቶ ናቱ ማለት እዩ ወይ ከዓ ቪድዮ ክኸውን ይኽእል ፀገም የብሉን ክሊክ ንገብሮ ከምዚ ጌርና እሞ ሽዑ ድሌት ዝብል ይመፀልና ድሌት ዝብል ይመፀልና ወይ ከዓ ፍርቃ ዲኻ ክትድልታ ደሊኻ ዘለኻ ዝብል ትመጽእ ኢልና ከኣ ከምኡ ማለት እዩ። ስለዚ እዚኣ ድሌት እንተድኣ ኢልኩማ ቀጥታ ትጠፍኣልኩም ማለት እዩ። ግን ሕዚ ክድልት ኣይደለኹን ከምዚ እንዳገበርኩም ከኣ ትኸዱ ማለት እዩ። እሺ እንታይ ቀሪና መሲልኩም? ብዙሕ ነገር እዩ ዝተርፈና፣ ግን ኣነ እቲ ቀንዲ ቀንዲ ቀንዲ ዝብል እየ ክሪኦኩም ዝደሊ ሕሪኡኩም እቲ ኣቐዲመ ፍትኽ ሓደ ቪድዮ ዝተዛረብኩዎ ባዕልኹም ቀስ ብቐስ እንዳፈለጥኩሞ ትኸዱ ማለት እዩ። እቲ ዋና ግን እቲ ቀንዲ ቀንዲ ተርእስተ ኣርእስቱ ጥራሕ ማለት እዩ። እሺ ንኣብነት ንበል ቪድዮ እዚ ድምፂ ኣለዎ እሞ ግን እቲ ድምፂ ናቱ ኣይደለኹምዎ ንብል ሕዚ እንታይ ኢና ክንገብር ዘለና ኣብዚ ላትኩም ናይ ምክሮፎን ምልክት ንዓኣ ክሊክ ክሊክ ንገብራ ክሊክ ምስ ንገብራ ከምዛ ትሪእዋ ዘለኹም እንታይ ኮይኑ ኣሎ ሳይለንት ኮይኑ ኣሎ ማለት እዩ ኩሉ ሳይለንት ኮይኑ ኣሎ እዚ ምክንያቱ ብታሕቲ ናይ ባዕልኹም ድምፂ ክተእትዩሉ ስለትደልዩ ማለት እዩ ኣይኖ እቲ ቪድዮኹም ብድምፅኹም ኣእቲኹምሉ እንተዳ ፀኒሕኹም ኩንኩም ግን በቃ ኦረዲ መሊስኩም ንሓኣ ክሊክ ትገብርዋ ማለት እዩ ዜን ሓደራ ከይትርስሑ እዚእንተን ኣገደስቲ እየን ማለት እዩ። ናይ ባዕልኹም ሓዱሽ ድምፂ ክተእትውሉ ምስ ትደልዩ ኸ ከመይ ጌርኩም ተእትውሉ ተደኣ ኢልና መጀመርያ ማለት እዩ ነዚኣ ነዛ ሙሲክ ትብል ዘላ ክሊክ ክንገብራ ማለት እዩ። ሽዑ ንዓ ክሊክ ምስ ገበርና ኣብ ዝላትኩም ሪኮርድ ትብል ዘላ ንዓኣ ይቅርታ ንዓኣ ከምዚ ጌርና ክሊክ ንገብራ። ሽዑ ክሊክ ምስ ገበርናያ ይሑ ሕዚ ሴቭ ክገብር እየ ተኸታተሉኒ ማለት እዩ። ሰላም ሰላም። ኦኬ ክቐርፀለይ ኣይከኣልን ምክንያቱ ሪኮርድ ስለ ዝገብር ዘለኹ ሪኮርድ ስለ ዝገብር ዘለኹ ማለት ስለዚ ኣነ ስለ ዘየድልየኒ ድሌት ክብሎ እዩ ንስኹም ግን ራይት ኢኹም ትብልዎ ክሳብቲ መጨረሻ ዘረባኹም ምስ ወዳእኹም እንታይ ትብልዎ ራይት ትብልዎ ማለት እዩ። ኣነ ግን ስለ ዘየድልየኒ ድሌት ይብሎ ማለት እዩ። የስ ኦኬ። ስለዚ ኤክስ ይወፅእ ማለት እዩ። ዋና ቀንዲ ንስኹም ትደልይዎ በዚ ሪኮርድ ጌርኩም ኢኹም ትመልእዎ ማለት እዩ። ኣይ እቲ ቪድዮኹም ምስ ድምፁ እንተኾይኑ ግን ንስኹም በቃ ምንም ነገር ዓይነት ኣየድልየኩምን ሪከርድ ምግባር ካልኣይ ኣየድልየኩምን ማለት እዩ። እንታይ ደኣ ዝኾነ ክላሲካል ትእትዩ ተደልኹም ገለ ትእትዩ ትኽእሉ ኢኹም። ነየነይቲ ኢኹም ከትነኽኡ ክላሲካል ንምእታይ ተይዳ ኢልኩምኒ ንዛው ዘላ ፕላስ ኣድ ኣውዲዮ ትብል ዘላ ንዓ ክሊክ ትገብሩዋ እሞ ሽዑ ከምዚ ኢሉ መማረፅታት የምፀልኩም ማለት እዩ ኣብዚ ናይ ሙዚቃታት እንትን ኣብዚ እንኦ የምፀኣልኩም ማለት እዩ። እዚ እንኦ የምፀኣልኩም ትሪእዎ ዘለኹም ከምዚ ገይሩ የምፀኣልኩም ከምዚ ትሪእዎ ዘለኹም ከምዚ ገይሩ የምፀኣልኩም ከምዚ ገይርኩም ዝኾነ ክላሲካል ክተእትዩ ምስ ትደልዩ ማለት እዩ ኣብ ዘለኩም ዩዝ ዝብል ትነኽእዎ ማለት እዩ። ከምዚ ገይርኩም ከዓ ተእትይዎ ማለት እዩ። ከምዚ ገይርኩም ተእትይዎ ሽዑ ነቲ ክላሲካል ምስቲ ናትኩም ድምጺ ንኽሰማማዕ ኢልኩም እንታይ ትገብሩ ኣለኩም እንተድኣ ኢልና ነዚ ንባዕሉ ክሊክ ትገብርዎ እሞ ከምዚ ጌርኩም ክሊክ ትገብርዎ እሞ ሽዑ ከምስታት መማረፂ የምፀልኩም ነዚኣ ነዛ ሚክሮፎን ዘላ ንዓኣ ከምዚ ጌርና ክሊክ ንገብራ ማለት እዩ ሽዑ እቲ ድምፂ እስካብ በቃ ትሕቲ ዓሰርተ ክኸውን ኣለዎ ባይዘወይ ክላሲካል ብጣዕሚ ሓያል እዩ ወዲ መሃሪ ከም ዝመስል እቲ ቪድዮ ከዓ ለኣብነት እዚ ቪድዮ ክተቀላጥፎ ደሊኹም ንበል ማለት ግዜ ነዊሕኩም ክስታይ ካብ ዝኸውን ቅልጥፍ ቅልጥፍ ኢሉ ክሰርሐልኩም ደሊኹም ኣለኹም እቲ ቪድዮ ንበል እዚ እንታይ ንገብር ንሓኣ ነዛ ቪድዮ እሞ ክሊክ ገይርና ያለና ሽዑ ናብዚ ንኸይድ ስፔድ ስፔድ ትብል ዘላ ንዓኣ ክሊክ ንገብራ ማለት እዩ ናይ ሰዓት ናይ ክሎክ ታይሽሙ ጌራትኩም ዘላ ከምዚ ጌርና ኣብዚኣ ትፀንሐና ኣብዚ ፀንሐና ምሽ ንሕና ሓዚ ብጣዕሚ ክቅልጥፍ ስለ ዝደለናዮ ከምዚ ንገብሮ ካብኡ ብላዕሊ ክቅልጥፍ ተደልና ከዓ እስካዕ ናብኡ ነብፅሖ ግን ክስካዕ ክንዱ ኣይኮን ንእሽተን ከምዚ ጌርና ድምፂ ምሃብፎ ይቅርታ ነዚኣ ማለት እዩ ነዚኣ ክሊክ ንገብር ኣስካ ክንዚ ራይዎ ንኣብነት ከምዚ ክገብሩ ማነ ራይዋ እታ ቪድዮ ክንደየናይ ኣቀልጢፋ ዘላ እዚኣ ኸስኪ እዚኣ ከምዚ ዶ ነይራ ሓቀይ ኣብኒ እዚኣ ከዓ ክነቀላጥፋ ተደሊና ክሊክ ገይረ ኣለኹ መሊስኩም ነቲ ዓንቶ ዘረኹም ነዚኣ ክሊክ ትገብርዋ እሞ ከብኡ ትውስኹላ ማለት እዩ ራይዋ ሕዚ ብጣዕሚ ቀልጢፋ ኣላ ማለት እዩ ሕዚ ከዓ መሊስና ንቕንሳ ኢና ከምታ ዝነበረት ዓንቶ ወይ ነዚኣ ውን ከምኣ ክንቕንሳ ኢና ናብዚኣ ንምልሰን ማለት እያ ኣብታ ናይ መጀመርያ ከምዚ ጌርኩም ኣብነት እዛ ቪድዮ እዚኣ ባዕላ ከምዚ ኮፒ ክንገብራ ደሊና ንብል ክልተ ክንገብራ ደሊና ንብል እንታይ ንገብር ኣብ ዝላትኩም ኮፒ ትብል ማለት እዩ ከምዚ ገርኩም ኮፒ ትብልዋ ቀጥታ ክልተ ኮይና መፅያት ክትመላ ኣብዚ የላ ሓንቲ ኣብዚ ከዓ ሓንቲ ኣላ ማለት ይረኣይዋ ሓዚ

ከምዚ ጌርኩም ምስ ጸሓፍኩም ማለት እዩ እንታይ ትገብሩ ነዛ ኤት ዘላ ንኽእነብላ እሞ ሹ ከምዚ ጌሩ መጸባበቒ ነቲ ፊደላት የምጸልና ማለት እዩ እንታይ ዓይነት ኦኬ ጽብቕተላ ሃገር ጽብቕተላ ከለር ከዓ መሊስኩም ነዚኣ ማለት እዩ ነዚኣ ንኸጥፍኩሞ ከምዚ ዝመፅልኩም እንታይ ዓይነት ከለር ኢና ደልና ዘለና ንሕና ደስ ዝበለኩም ዓይነት ከለር ጥበቡ ማለት እዩ እምነት ኣነዚኣ ደስ ላዓላ ከምዚ ገበሬ ሽዑ ኦኬ

ኣብኡ እንዳሃለየት እውን በዚ ስሕብ ኣቢልና ከምዚ ማለት እዩ እዛ መጨረሻ ቪድዮ ክንወስዳ ንኽእል ኢና ማለት እዩ ከምዚ እውን ክንደርግ ከምዚ ፕሊዝ ዳን ሰብስክራይብ ካልእ ፅሑፋት እንተደለኹም ካብኡ ክትቕምጡ ንትኽእሉ ኢኹም ማለት እዩ ክንቖርጾ እንተደሊና ኸይንየ ሕዚ እዚ ካብ ምቑራጽ ወዲ ምቑራጽ መሊስና ናብ ናይ መጀመርያ ክንምልሳ ኢና ክብዛ ትርእይዎም ዘለኹም ኣነ ዝገብራ ዘለኹ ሕራይ ከምዚኣ ኣይዲ ኢላ ነይራ ሓቂ ሕዚ እንታይ ኢና ንገብር ኮፒ ክንገብር ኣለና ኮፒ

ከምዚ እንዳገበርኩ እቲ ፅሑፍ ማለት እዩ ብደንብ ጌርኩም ተስተኻኽልዎ ማለት እዩ። ይሕልኩም በዚ በዚ ክልተ ጎኒ ዘሎ ንባህሊ ንክልኩም ተጣብቅዮ ነዚ ነዚ ንክትስዱሉ ሕማት ዓይነት ሳይዝ ከደልኩም ማለት እዩ።

ቀሪና ኢና እኮ መተሳሰልቲ ደንጉና ኩንስ ቀሪና ኣለና ሕዚ ቀሪና ኣረኣዩ ቀሪና ወዲና ይህን ወዲእና ኣለና እሺ ኣብዚ ፈንታይ ተዓዝብኩም ኣሕዋት መዓሪ ተዓዝብኩ ነገር ተዓዝብኩ እዚ ብጣዕሚ ነዊሕ ኣሎ እቲ ክላሲካል ዘእተናዮ ማለት እዩ ክላሲካል ግን ካብ ኮፒራይት ነፃ ከውን ኣለዎ እንተዘይኮይኑ ግን ኣይትግበሩ ክብለኩም እዩ ዝበሊ ንዓኹም ንምርኣይ ኢለ ዘእትኽዎ ዳ እምበር ግበሩ ማለት ኣይኮንኩም። ምክንያቱ ብዙሕ ክላሲካላት ፀሓይ ኮፒራይት ዝሕዝ ስለ ዝኾነ መብዛሕትኡ ኣይትእቱ ማለት እዩ። እንተኾነ ግን ዋላ ሪከርድ ጥራሕ ኢኻ ትዘሉ። እሺ ፅሩ ሪከርድ ማለት እዩ። ነዚ ክንቆርፆ ደሊና ኣለና። ምክንያቱ ማዕረ እቲ ቪድዮ ናይ ምኳን ክኾነልና እንታይ ንገብር ማለት ንባዕሉ ነዚ ክሊክ ንግበር ምስ ገድና ኦኬ ድሕሪኡ ክሊክ ምስ ገበርና ኣብዚ ላታ መፋረጢት ሓንቲ ዝረእኹም ንዓ ክሊክ ክንገብራ ኦኬ ቆሪፃትና ኣላ ምስ ቆረፀትና ነዚኣ ኢና ክንድልት ደልና ዘለና ንኣብነት ነዚኣ እንተኮይና ክንድልት ግን ንዓ ኢና ነዚኣ ማለት ንዓ ኢና ክሊክ ንገብራ እንተኾነ ግን ንዓ ኣይኮናን ክንቆርጽ ደሊና ዘለና ንመንደቅ ነዚኣ ኢና ክንቆርጽ ደሊና ዘለና ስለዚ ንዓ ክሊክ ንገብራ ማለት እዩ ሓደራ ኣብዚ ከይትሰሓሓቱ ምክንያቱ እቲ ዝደለካዮ ተቆሪጹ እቲ ዘይደለካዮ ከዓ ከይተቆረጸ ክሳይ ዝኸውን ኣለዎ ማለት እዩ ዘጋጊርካ ዝሰሓተካ ኣሎ ማለት እዩ ድሕራይ ከዓ መሊስካ ናብ ካልእ ሓዱሽ ድኻም የእትወካ እዩ ማለት ስለዚ ጌታ ዘይደለናዮ ነዚኣ ክሊክ ገርና እታ ሰማያዊ ንኣ ኣድያ ክሊክ ገርና ዘና ርግፀኛ ሃብክና ሽዑ ድሌት ንገብረው ዝላ ማለት እዩ ድሌት ንገብር ተቋሪፃትና ኣላ ኦረዲ ወዲና ኣለ ቪዲዮታትና ከምዚ ገርና ቆራሪፅና ኣለና ማለት እዩ ራይነት ከምቲ ጌርኩም ተስተኻኽልዎ ትኽእሉ ብኸምዚ መልኩ ንፅቡቅ ዝኾነ ቪድዮ ክንሰርሕ ንኽእል ኢና ማለት ሕወት መዓሪ ደስ ይብል

ክኸውን እዩ ማለት እዩ ካልእ ብዙሕ ነገር ዝተረፈለ እንተኾነ ግን ኣይግዜ ዝበዝሕ ሰዓት እዩ ዝወስድ ካልእ ግዘኻ ካልእ ብካልእ ኣፕሊኬሽን ገይረ ከም ጌርና ፅቡቅ ጌርና ክንቀናዘብ ከም ንኽእል ከርእየኩም እዛ ኣፕሊኬሽን ሕዚ ዘርእኹም ዘርእኹም ግን ብዙሕ ኣይትቀናልኩነ ብዙሕ ፕሮሰሳት እውን የብላ ዘለኩም በቃ ስም ጥራሕ ዘላ እቲ ንስኻ ትደልዮ ዓይነት ቪድዮ ንክኾነልካሲ እንትን የብላን ማለት እዩ ትሕዝቶ የብላን በቲ ካሊእ ከየቀናብር ግን ነጊረኩም ሞባይል ብጣዕሚ መሊኣ ፉል ኢላ ስለ ዘላ ከሊእ ብምእታ ማለት እዩ ስለዚ ወዲእና ኣለና ንበል እንተ ደኣ ወዲእና ድምፅና ኣስተኻኺልና